ጥቕምታት በለስ በለስ ዳርጋ ኣብ መላእ ሃገርና ዝውቱር ዝኾነ ወቕታዊ ፍረ እዩ። ከምኡ ውን ክረምቲ መጸ በለስ ምብላዕ ዳርጋ ልሙድ ዝኾነ ተርእዮ እዩ። ንኣብነት ኣብ ኣስመራ እንተድኣ ርኢና በለስ ዘይሽየጠላ ጎደና የላን እንተተብሃለ ምግናን ኣይኮነን። በለስ ግን ባህላዊ ወይ ከም ባህጊ ኮይኑ ድዩ ክረምቲ መጸ ዝብላዕ ወይስ ጥዕናዊ ረብሓታቱ ተገንዚብና ኢና እንምገቦ? ክሳብ ክንደይከ ኢና ንጥዕናዊ ረብሓታት በለስ እንፈልጦ? በለስ ካብ ቆጽሊ ገላዕታ ዝስራሕ ምቁር ፍረ እዩ። ሕብሪ ገላዕታ ቀጠልያ ወይ ብጫ ክኸውን እንከሎ፣ ብማእከላይ ድማ ዓቐን ኢድ ሰብኣይ ይኸውን። በለስ ኣብ ከም በዓል ሜክሲኮ ዝኣመሰላ ሃገራት ከም ዘለዎ ወይ ብዕሹግ ከም ሰደድ ናብ ካልኦት ሃገራት ይለኣኽ። መኣዛዊ ጥቕምታቱ ድማ ከም ቪታሚናት፣ ሪቦፍላቪን፣ ቢ ሽዱሽተ፣ ኤሲኬን፣ ኮፐር፣ ሓጺን፣ ፖታስየም፣ ማግነዝየም፣ ማንጋነዝን ጽሕጎን ኣለዎ። በለስን ምሕቃቕ ምግብን በለስ ብጽሕጎ ኣዝዩ ሃብታም ስለ ዝኾነ ናብ ከስዐ ዝኣትዉ መግብታት ኣብ መዓናጡና ምንቅስቓስ ከካይዱ ኣቀላጣፊ ኮይኑ ይሰርሕ። ብጀካዚ ንመስርሕ ምሕቃቕ መግቢ ስለ ዘነቓቕሕ ንግዳም ዝጎሓፍ መግብታት ብሰላም ጽርግርግ ኢሎም ክወጹ ይገብር። በለስ ንወዲ ሰብ ዝህቦ ጥቕምታት። ስነ ፍልጠተኛታት ከም ዘረጋግጽዎ ብዙሕ ጽሕጎ ዘለዎ መግብታት ምዝውታር ካብ ሓደጋ ልዑል ዓቐን ኮለስትሮል ይከላኽሉ'ዮም። ስለዚ በለስ ልዑል ትሕዝቶ ጽሕጎ ስለ ዘለዎ ምዝውታሩ ንመጠን ኮለስትሮል ስለ ዘጉድል ኣብ ምውናን ጥዕይቲ ልቢ ኣመና ሓጋዚ እዩ። ግደ በለስ ኣብ ምጉዳል ሚዛን ሰብነት። ሓደ ካብ ድንቂ ተኣምር በለስ ነቲ ኣብ ሰብነትና ዝርከብ ሸውሃት ጋህ ዘብል ቀመም ወይ ድማ ግረሊል ናብ ዑደት ደም ከይወጽእ ስለ ዝኽልክሎ ብዙሕ ካብ ምብላዕ ይኽልክለና። ብተወሳኺ በለስ ትሑት ዝጀብጀቡ ዓቐን ስብሕን ኮለስትሮልን ስለዘለዎ መስርሕ ምድቃቕ ምግብን ተጠቃምነት ዋህዮታትን ሚዛን ሰብነት ከይውስኽን ብዝለዓለ ደረጃ ይሰርሕ። ምህላው ጽማረ ቪታሚን ቢ ንመስርሕ ምሕቃቕ ምግቢ ብዝለዓለ ከምዝሰርሕን ምቅጻር ስብሒ ኣብ ሰብነት ስለዘበርኽ ድማ ኣብ ምስግጋር ተጠቃምነት ሓይሊ ናብ ዋህዮታት ሓጋዚ ተራ ይጻወት። ግደ በለስ ኣብ ምክልኻል መንሽሮ። በለስ ከም ፋይቶኬሚካል፣ ጽማረ ፍላቪኖይድ፣ ቪታሚን ሲን ጸረ-ምራ ተባእታታት ሃብታም ብምዃኑ፣ ንመላእ ስርዓተ ምክልኻል ሕማማትን ጠቓምን ሓጋዝን ዝኾነ ኣገልግሎት ይህብ። በዚ ምኽንያት ድማ ንዝተፈላለዩ ዓይነታት መንሽሮ ኣብ ምቅላስን ምክልኻልን ብዝለዓለ ይዋሳእ። ብፍላይ እቶም ጽረ-ምራ ተባእታታት ኣብ ሰብነትን ደምን ከም ድላዮም ነጻ ኮይኖም ምንቅስቓሶምን ቅድሚ ናብ ጥዑያት ዋህዮታት ናብ ዓይነት መንሽሮ ምቕያሮም ጸራሪጉ ይጉሕፎም። ብፍላይ እቶም ጽረ-ምራ ተባእታታት ኣብ ሰብነትን ደምን ከም ድላዮም ናጻ ኮይኖም ምንቅስቓሶምን ቅድሚ ነቶም ጥዑያት ዋህዮታት ናብ ዓይነት መንሽሮ ምቕያሮምን ጸራሪጉ ይጉሓሕፎም። እቶም ነጻ ኮይኖም ዝንቀሳቐሱ ተጓዳእቲ፣ መስርሕ ምድቃቕ መግብታት ኣብ ዋህዮታት ምስ ተፈጸመ ርስሓት ኮይኖም ዝጓሓፉ ሓደገኛታትን መርዛማትን ግዛዓት እዮም። ጠንቂ ንዝተፈላለዩ ሕማማት ድማ እዮም። ብተወሳኺ፣ ምህላው ጽማረ ፍላሚኖይድን ቫይታሚን ኤን ኣብ በለስ ህላወ መንሽሮ ቆርበት፣ ሳንቡእን ኣፍን የጉድል። ምድቃቕ መግብታት የቀላጥፍ። በለስ ዝተፈላለዩ ዓይነታት ቪታሚናት ስለ ዝውንን ኣብ ምድቃቕ ዋህዮታት መግብን ምሕላው ሚዛን ነዝዕታት ሰብነትን ወሳኒ ጥቕሚ ይህብ። በዚ መሰረት ስርዓተ ተግባር ኣካላትን ነዝዓዊ ሚዛንን ስለ ዝሕሉ ኣብ ምጽጋን ኣካላት፣ ጥዕና ጭዋዳታትን ሓፈሻዊ ምዕሩይ ኩነት ጥዕናን ይሕሉ። ድልዱል ኣዕጽምቲ ይሃንጽ። ቆጽሊ በለስ ወይ ድማ ገላዕታ ልዑል ትሕዝቶ ካልስየም ዝውንን ተኽሊ እዩ። ካልስየም ድማ ኣብ ምህናጽን ምጽጋንን ኣዕጽምቲ ወሳኒ ተራ ይጻወት። ስእነት ድቃስ የመሓይሽ። ጥዑምን ልዋም ዝዓሰሎን ድቃስ ንምውናን ማዕድናት ማግኒዝየም ኣገዳሲ እዩ። በለስ ድማ ማዕድን ማግኒዝየም ዝሓቖፈ ፍረ እዩ። ብስእነት ድቃስ፣ ብሕዱር ሸቐልቀልን ምርባሽን ዝሳቐዩ ሰባት በለስ ምስ ዘዘውትሩ ተጠቀምቲ ክኾኑ ይኽእሉ እዮም። በለስ ብውሱን ዓቕሙ ናይ ምፍዛዝ ባህሪ ስለዘለዎ ንንጥፈታት መትኒ ብምጉዳል ንኣካላት ኣህዲኡ ናብ ጥዑም ድቃስ ናይ ምውሳድ ሓይሊ ከምዝውንን ጭብጥታት ስነ ፍልጠተኛታት የረጋግጽ። ነድሪ የጉድል። ኣብ ቆጽሊ በለስ ወይ ድማ ገላዕታ ተጸሚቑ ዝወጽእ ፈሳሲ ጸረ ነድሪ ተግባራት ከም ዘለዎ ተመራመርቲ ቅድሚ ነዊሕ ዓመታት ኣረጋጊጾምዎ እዮም። ንከም ቅርጥማት፣ ቃንዛ መላግቦ፣ መግመይትን መምናህትን ጠቓሚ ምዃኑ ተፈሊጡ ኣሎ። ጥዑይ ቆርበት ይፈጥር። ከምቲ ልዕል ኢሉ ተገሊጹ ዘሎ ኣብ በለስ ዝርከቡ ቀመማትን ጸረ ምራተ ሓይሊ ዘለዎም ጠቐምቲ ባእታታት ኣብ ምክልኻል ምዕጣር ቆርበትን ፈጸጋታትን እወታዊ ተራ ይጻወቱ። በለስ ብምብላዕ ደስ ዝብልን ጥዕንኡ ዝተሓለወ ቆርበት ምውናን ይከኣል። ሕማም ሽኮር ይቆጻጸር። ካብ ቆጽሊ በለስ ወይ ድማ ገላዕታ ዝርከብ ፈሳሲ ከም መግቢ ምዝውታሩ ነቶም ድሕሪ ምምጋቦም ዓቐን ሽኮሮም እናደየበን እናጎደለን ዝሸግሮም ብፍላይ ካልኣይ ደረጃ ሽኮር ዘለዎም ሰባት ሓጋዚ እዩ። ቁስሊ ከስዐ ይዕግስ። ኣብዚ ቀረባ ግዜ ዝወጸ መጽናዕቲ ከም ዘነጽሮ በለስ ምብላዕ ነቶም ብቁስሊ ከስዐ ወይ ድማ ጨጎራ ዝሳቐዩ ሰባት ሓጋዚ ምዃኑ የገንዝብ። ብፍላይ ነቶም ብኽቱር መስተ ብቓንዛ ቁስሊ ጨጎራ ዝሳቐዩ ኣብ መዓልታዊ መኣዶም በለስ ከም መግቢ ብምዝውታር ጥዑይ ህይወት ክመርሑ ከም ዝኽእሉ ይመዓዱ። ብዛዕባ ጥቕምን ረብሓታትን በለስ እዚ ኣብ ላዕሊ ተጠቒሱ ዘሎ ብውሑድ እዩ። ናብቲ ጎድናዊ ሳዕቤናት በለስ ምስ ናብቲ ጎድናዊ ሳዕቤናት በለስ ምስ እንዕዘብ ድማ ኣብ ገለ ገለ ሰባት ዕግርግር፣ ተምላስ፣ ልዑል ዓቐን ቀልቀልን ድርቀትን ከስዕብ ይረኣዩ። ብፍላይ ኣብ ህጻናት ዝረኣ ድርቀትን ምውታፍ ደረቕ ቀልቀልን ኣብ መሃንቶስ፣ በለስ ኣብ ግዜ ክረምቲ ኣብ ዝቕልቀለሉ እዋን ኣብ ወለዲ ዝረኣ ሻቕሎት እዩ። ህጻናት ኣብ ጥራሕ ከብዶም በለስ ክበልዑ ከም ዘይብሎም ወለዲ ሓላፍነቶም ከልዕሉ ይግባእ። ምኽንያቱ በለስ ብተፈጥርኡ መጠግጠግ ስለ ዝብልን ነቲ ኣብ ውሽጡ ዘሎ ፍረታት ንሓድሕዱ ስለ ዝለጋገብን ኣብ ገፊሕ መዓንጣ ፎፎል ዝመስል ቅርጺ ሰሪሑ ንግዳም ምውጻእ ስለ ዝኣቢ፣ ህጻናት ክሽገሩ ምርኣይ ልሙድ ተርእዮ'ዩ። ሰኣን ብኣጋ ጥንቃቐ ምግባር፣ ደሓር ናብ ሕክምናን ካልእን ዘብዘብ ምባል ፋይዳ ከም ዘይብሉ ወለዲ ክርድኡ ይግባእ። ስለዚ ወለዲ ኣብ ልዕሊ ደቆም ጥንቃቐ ክገብሩ ሓደራ ንብል። ብተወሳኺ ኩሉ ተጠቃሚ በለስ ከስተብህለሉ ዝግባእ ነገር እንተሎ፣ ጽሬት ኣእዳውን መሳርሕን ሰብ በለስ'ዩ። ሸየጥቲ ዝጥቀሙሉ መጭደዲ ካራ ይኹን ገለ በሊሕ ነገር ዝመረተን ጽሬቱ ዘይሓለወን እንተኾይኑ ንጥዕና ኣዝዩ ሓደገኛ እዩ። እቶም በለስ ዝሸጡ እንትኾኑ መብዛሕትኦም ህጻናት ስለዝኾኑ ጽሬት ኣእዳዎም ኣሰካፊ እዩ። እዚ ንባዕሉ ጠንቂ ንዝተፈላለዩ ሕማማት ምዃኑ ሕብረተሰብ ክነቕሓሉን ክጥንቀቐሉን ይግባእ። ኣብ መወዳእታ ብብዝሒ በለስ ምብላዕ ንባዕሉ ናብ ድርቀትን ምውታፍ ቀልቀልን ስለ ዘቃልዕ፣ ወለዲ ኣብ ልዕሊ ደቆም ቁጽጽርን ጥንቃቐን ክገብሩ ምኽርና ንልግስ።